ሓያል ናፍቆትኩም መዓንጣይ ዘቁሰለ ከይጠዓመኒ ከም ጥዑም ከም ጸጋ ተቀቢለ ብጽንዓት የሕሊፈ ብዙሕ መሪር ስቃይ እመጽእ ኣለኩ ብጸሎትኩም ስድራይ ዘይናፍቅ ኣይኮንኩን ክንድዚ ምድንጓየ ኣንዊሐ እየ ጠሚተ ዕላማ መጻኢየ ሰላም ሰላም ናይ ሄው ላይፍ ቻናል ተኸታተልቲ ዝኾንኩም ከመይ ኣለኹም ለይራሕና ድኹም ኣነ ሰላም እየ እግዚኣብሔር ይመስገን ከምቲ ኣነ ሰላም ዝኒኹ ንስኹም ለበብ ዘለኹም ሰላም ክትኮንለይ ናይ ኩሉ ግዜ ትምኒተይ ናይዚ ቻናል ቤተሰብ ዝኾንኩም ከምቲ ኩሉ ግዜ ትገብሩለይ ምብርታ ምብርታኹም ኣይፈለየኒ ቤተሰብ ዘይኮንኩም ደሞ ላይክ እና ሰብስክራይብ ብምግባር ቤተሰብ ኩኑ ኢኹም ሎማዓንቲ ሕፅር ዝበለት ግጥሚ ሒዘልኩም መፅየ ኣለኹ ናብኣ ከብለኩም እየ ክሳብ መጨረሻ ሓቢርኩምኒ ፅንሑ ኣርእስቲ ናይዛ ግጥሚ እመጽእ ኣለኹ እያ ትብል። እመጽእ ኣለኹ ስደተኛ ጓልኹም። ንብዙሕ ዓመታት ተጻዊረ ጭንቀተይ ዕረ እንዳጠዓመኒ እንዳሓጎስኩ ንብዓተይ ዝነብሮ ዝነበርኩ ካብ መሪር ስደተይ እመጽእ ኣለኹ ክቡራት ወለደይ። እወ እመጽእ ኣለኹ። ሓያል ናፍቖትኩም መዓንጣይ ዘቑሰለ ከየጥዓመኒ ከም ጥዑም ከም ጸጋ ተቐቢለ ብጽንዓት የሕሊፈ ብዙሕ መሪር ስቓይ እመጽእ ኣለኹ ብጸሎትኩም ስድራይ እመጽእ ኣለኹ ዘይናፍቕ ኣይኮንኩን ክንድዚ ምድንጓየይ ኣንዊሐ እየ ጠሚተ ዕላማ መጻኢየይ መሊኡ ዘይመልእ ኮይኑ ናብራ ስደት ዓመታት ኣቑጺረ ተጸሚመ ጭንቀት ዓመታት ኣቑጺረ ተጸሚመ ጭንቀት ንብዓተይ እንዳውሓዘ ብኢደይ እንዳሓበስኩ ጽቡቕ ከምዘለኹ ድሓንየ እንዳበልኩ ንዓመታት ተቐሚጠ ጼረ ቓንዛ ውሽጠይ ሎምስ እመጽእ ኣለኹ ከራግፎ ጭንቀተይ ሎምስ እመጽእ ኣለኹ ከራግፎ ጭንቀተይ ንናብራ ናይ ገዛና ተኣነ ዝፈልጣ ኣብ ስራሕ ተጸሚደ ሓሲበ ክልውጣ ስድራይ ክትናፍቑኒ ይመስለኩምዶ ዘይናፍቕ ዕላማ እዩ ዝሒዝኒ ናብራ ከፅድቕ ዕላማ እዩ ሒዝኒ ናብራና ከፅድቕ። ይመፅእ ኣለኹ ከርግፍ ናፍቖተይ። ቃንዛ ናብራ ስደት ዕረ ዝመረረ ከም ጥዑም ክኢለ ንመከራይ ጼረ ንዕላማይ ንዕላማኹምን ብሓባር ክበፅሖ ምኽንያቱ እዚ ስደተይ ዘንውሖ ምኽንያቱ እዚ ስደተይ ዘንውሖ። እመጽእ ኣለኹ ስደተኛ ጓልኩም ንልኡል ፈጣሪ ብቁኑዕ ልብኩም ንስለይ ንኩሉ ዘብጻሕኩም ጸሎትኩም ንኩሉ በዲሄ ኣነ ጅግና ጓልኩም እመጽእ ኣለኹ ሓቂፈ ክስዕመኩም እመጽእ ኣለኹ ሓቂፈ ክስዕመኩም። እወ እመጽእ ኣለኹ መኣዝ ምዃኑ ግን ኣይፈልጥይ። ክብራት ተኸታተልቲ ልምዓት ሒዘልኩም ዝመጸኹ ሕጸር ለዋለት ግጥሚ ነዚኣ ትመስል ነይራ ፈቲኹማ ትኾኑ ተስፋ ይገብር ኣብ ስደት ዘላን ጓል ሄዋን ጠንካራ ጓል ሄዋን እያ ተወከል ብልበለጸ ማለት እዩ እና

ከምኡ ውን ኣና ፅርይትኩም ኣይፈለየኒ ቤተሰብ ዘይኮንኩም ደማ ሳብስክራይብ ብምግባር ቤተሰብ ኮኑ ኢኩም ክብለኩም ፈቱ እና ቀፃሊ ብካሊእ ትሕዝቶ ክሳዕ ንራኸብ ሰናይ ግዜ ሰናይ ቅንያት ክኾነልኩም እናተመነኹ ናይዛ ግጥሚ ምንጪ ካብ ገጻት ፌስቡክ እዩ ደስ ስለ ዝበለትኒ እየ ኣቕሪበልኩም ማለት እዩ ኣነ ዝፈትሕዎ ነገር ንኣኹም ከም ዘቕርበልኩም ተኣምኒ ኢኹም እና ላይክ እና ሳብስክራይብ ሸር ምግባር ኣይትረስዑ እምነት ኩሉ ግዜ ክሳብ ሓድሽ ትሕዝቶ ንራኸብ ሰናይ ግዜ ሰናይ ቅንያት ክኾነልኩም እናተመነኹ ላይክ ሸር ሳብስክራይብ ድማ ኣይትረስዑ ምቁራት ኣሕዋተይ።